ዒድ መውሊድ ኣልነባዊ ኣልሸሪፍ ሎሚ ዕስራን ሰለስተን ታሕሳስ ኣብ መላእ ሃገር ብኽብ ዝበለ ስነ ስርዓት ተባዒሉ። ኣብ ኣስመራ መስጊድ ኣልኩላፋ ኣልራሺዲን ኣብ ዝተኻየደ ላዕለዎት ሰበ ስልጣን መንግስትን ግንባርን፣ መራሕቲ ሃይማኖት፣ ኣምባሳደራትን ዲፕሎማሰኛታትን ከምኡ'ውን ብኣሽሓት ዝቑጸሩ መእመናን ኣብ ዝተሳተፍዎ ስነ ስርዓት ሙፍቲ ኤርትራ ሸኽ ኣልኣሚን ዑስማን ንመላእ መእመናን እንቋዕ ናብዚ ክቡር በዓል ኣብጽሓና ድሕሪ ምባል ንታሪኻዊ ኣመጻጽኣ እቲ በዓልን ትርጉምን ሰፊሕ መብርሂ ብምሃብ፣ ንዘኽታማት ክንሕግዝን ንስድራ ስዉኣት ክንኣልን ክንሕብሕብን ምኽሮም ለጊሶም። ሸኽ ኣልኣሚን ኣስዒቦም፣ ኣብ ምክልኻል ሃገር ንዘለዉ ኩሎም ረቢ ክሕልዎም፣ ኤርትራ ኣብ ጎደና ልምዓትን ምዕባለን ክትምርሽ፣ ክልተ ሽሕን ዓሰርተው ሽዱሽተን ድማ ዓመተ ሰላም፣ ራህዋን ቅሳነትን ክትከውን ሰናይ ምንዮቶም ገሊጾም። ኣቦ መንበር ጉባኤ ኣውቃፍ ከተማ ኣስመራ ኣቶ መሓመድ ስዒድ በሺር ብወገኑ፣ ንታሪኻዊ ድሕሪ ባይታ ነቲ በዓልን ዘመሓላለፎ መልእኽትን ዝምልከት መብርሂ ድሕሪ ምሃብ፣ ደቂ ሰባት ብዘይ ኣፈላላይ ብሓባር ተኸባቢሮም ንኽነብሩ እተዘኻኽር ዕለት ምዃና ገሊጹ። ኣብቲ ስነ-ስርዓት፣ መሻይኽ፣ ተመሃሮን መምህራንን ብዘቕረብዎ መንፈሳዊ መሰናድኦታት ማዕሪጉ ነይሩ።

ኣብዚ ክሳብ ዕስራን ሓሙሽተን ታሕሳስ ካብ ሰዓት ትሽዓተ ቅድሚ ቀትሪ ክሳብ ፍርቂ መዓልቲ ተኸፊቱ ዝቕኒ መዝገብ ሚኒስተራትን ካልኦት ሰበ ስልጣን መንግስትን ግንባርን መራሕቲ ሃይማኖት ሓለፍቲ ኣድባራትን ኣብ ኤርትራ ዝመደበሮም ዲፕሎማሰኛታትን ብዕረፍቲ ብጹእ ወቅዱስ ኣብነ ዲዮስቆሮስ ዝተሰምዖም ሓዘን ዝገልጽ መልእኽቲ የስፍሩ ኣለዉ ብጹእ ኣብነ ዲዮስቆሮስ ብዝሓደሮም ሕማም ኣብ ውሽጢ ሃገርን ወጻእን ክሕከሙ ድሕሪ ምጽናሕ ኣብ መበል ሰማንያን ሓደን ዓመት ዕድሚኦም ብ ዕስራን ሓደን ታሕሳስ እዮም ዓሪፎም። ስነ ስርዓት ቀብሮም ድማ እዚ መፂ ቀዳም ዕስራን ሽዱሽተን ታሕሳስ ንጉሆ ኣብ ርእሰ ኣድባራት ደብረፅዮን ቅድስት ማርያም ኣስመራ ፀሎተ ፍትሓት ድሕሪ ምብፃሕ ኣብ ገዳም ኣብነ ኣብራንዮስ ደብረ ጥሉል ንኡስ ዞባ መንደፈራ ልክዕ ፍርቂ መዓልቲ ከም ዝፍፀም ካብ ቤት ፅሕፈት መንበረ ፓትርያርክ ዝመፀ መርሓ ሓቢሩ ኣሎ። ኣብ ንኡስ ዞባ ቀሮራ ዝህነጽ ዘሎ መሬታዊ መደበር ኣገልግሎት ቴሌፎን ኣብ ንግዳዊ፣ ቁጠባውን ማሕበራውን ኣገልግሎት ኣገዳስነቱ ልዑል ብምዃኑ ክቀላጠፍ ኣመሓዳሪት ዞባ ሰሜናዊ ቀይሕ ባሕሪ ኣዘኻኺራ። ወይዘሮ ጽገረዳ ነዚ መዘኻኽር ዘቕረበት ኣብቲ ንኡስ ዞባ ዝሰላሰል ዘሎ ትካላት ማሕበራዊ ኣገልግሎት ከምኡውን ልምዓታውን ትሕቲ ቅርጻውን መደባት ንምዕዛብ ካብ ዓሰርተ ሸሞንተ ክሳብ ዕስራ ታሕሳስ ኣብ ዘካየደቶ ዑደት እዩ። እቲ ኣብ ሓውሲ ከተማ ኣማህሚመ ብኣስታት ሸሞንተ ሚልዮን ናቕፋ ዝህነጽ ዘሎን ኣብ ቀዳማይ ርብዒ ዓመት ናይ ክልተ ሽሕን ዓሰርተው ሽዱሽተን ክዛዘም ትጽቢት ዝግበረሉን መደበር መራኸቢታት ኣብ ዓሰርተው ሓደ ምምሕዳራት ከባቢ ክሰራሕ ክሳብ'ቲ ዝረሓቐ ኣገልግሎት ተሌፎን ንምሃብ ዝዓለመ ምዃኑ ኣብ'ቲ ኣጋጣሚ ተገሊጹ። እዚ ከም'ዚ ኢሉ እንከሎ ወይዘሮ ጽገረዳ ሕርሻዊ ንጥፈታት ድሕሪ ምዕዛብ ምስ ኣመሓደርቲ፣ ሓረስቶትን ሓለፍቲ ጨናፍር ሚኒስትሪታት ሕርሻን ብምርኻብ ብዛዕባ ህሉው ኩነታት ዘራእትን ማሕበራዊ ኣገልግሎታትን ተመያይጣ። ኣብ ሓውሲ ከተማ እማህሚመት ዝርከብ መደበር ፈልሲ ኣብ ዝበጽሓትሉ ድማ ተጀሚሩ ዘሎ መደብ ምግራብ ንምዕዋት ዝካየድ ፃዕሪ ብውህደት ክቕፅል፣ ኣብ መንበሪ ኣባይቲ ትካላት ትምህርቲ፣ ጥዕና፣ ሃይማኖታዊ ትካላትን ማእከል ከተማን ተተኺሉ ዘሎ ፈልስታት ድማ ግቡእ ክንክን ሓለዋን ክግበረሉ ፀዊዓ። ኤርትራውያን ነበርቲ ካስል ጀርመን፣ ሃገራዊ መደባት መኸተ ንምዕዋት ተሳትፎኦም ከም ዘዕዝዙ ቅኒት ውሁድ ስትራቴጂያዊ ግሮባዊ መኸተ ብዝብል ቴማ ብ ዕስራ ታሕሳስ ኣብ ዘቃንዕዎ ንውዳቤኦምን ኣበርክቶኦምን ዝምልከት ኣኼባ ኣረጋጊጾም። ፈጻሚ ጉዳያት ኤምባሲ ኤርትራ ኣብ ጀርመን ኣቶ ዮሃንስ ወልዱ ንህሉው ፖለቲካዊ፣ ቁጠባውን ዲፕሎማስያውን ንጥፈታትን ገስጋሱን ኣመልኪቱ ኣብ ዝሃቦ መግለጺ፣ ጽንዓትን ተወፋይነትን ዝሓቱ ሓያሎ መደባት ልምዓትን መኸተን ይሰላሰሉ ምህላዎም፣ ድሙቕ ኣሰሮም ድማ ኣብ ባይታ ይረኣ ከምዘሎ ገሊጹ። ኣቶ ዮውሃንስ ወሲኹ፣ ቆንስላዊ ኣገልግሎት ንምውርጻጽ ዝሰላሰል ዘሎ ንጥፈታትን መስርሕ ምቕያር ወረቐት መንነትን ዝምልከት መብርሂ ድሕሪ ምሃብ፣ ነዚ ብምልኣት ንምትግባር ተራን ውህደትን ዜጋታት ክዓዝዝ ኣዘኻኺሩ። ወኪል ህዝባውን ኮማውን ጉዳያት ኣቶ ካሕሳይ ተወልደ ብወገኑ፣ ሓርነት ኤርትራ ንምርግጋጽን ንምውሓስን ንዝተኻየደ ከቢድ ቃልስን ፍሉይልነቱን ዘብርህ መግለጺ ድሕሪ ምቕራብ፣ እዚ ናይ ሎሚ ተጻብኦታት ህዝቢ ኤርትራ ኣብ ሓደ መስመር ረጊጹ ኣብ ዘለወሉ እዋን ዝመጽእ ዘሎ ብምዃኑ ፍሽለቱ ከይተበገሰ ዝተረጋገጸ ምዃኑ ኣረዲኡ። ኣብቲ ኣጋጣሚ ንኣበርክቶ ኤርትራውያን ኣብ ሃገራዊ ጉዳያትን መደባት ልምዓትን ዘብርህ መግለጺታት ብኣባላት ኤምባሲ ከምእተዋህበ ካብቲ ቦታ ዝበጽሓና ሓበሬታ ኣነጺሩ። ኣብ ከተማ ኣስመራ ኩለን ዞባታት ዝሳተፎ ዋንጫ ኣብሩ ተስፋ ኣብ ድርኩኺት 2016 ዝተሰምየ ዓቢ ውድድር ቅድድም ብሽክለታ ካብ 25 ክሳብ 27 ታሕሳስ ክካየድ ምዃኑ ሃገራዊ ፈደሬሽን ብሽክለታ ኤርትራ ሓቢሮም። እቲ ብስም'ቶም ሰለስተ ጎባልል ፕሮፌሽናል ተቐዳደምቲ ማለት ዳንኤል ተኽለሃይማኖት፣ መርሃዊ ቅዱስን ናትናኤል ብርሃንን ዝካየድ ቅድድም ሰለስተ መድረኻት ዘጠቓለል ኮይኑ፣ ዕስራን ሓሙሽተን ታሕሳስ ካብ ሰዓት ሸውዓተ ንግሆ ካብ መቓብር ሓርበኛታት ክሳብ ጻዕዳ ክርስትያን ናይ ጋንታ ክሮኖሜተር፣ ዕስራን ሽዱሽተን ታሕሳስ ካብ ሰዓት ሸውዓተ ንግሆ ካብ መቓብር ሓርበኛታት ክሳብ ትካል ኤሪሶክ ናይ ውልቂ ክሮኖሜተር፣ ዕስራን ሸውዓተን ታሕሳስ ድማ ካብ ሰዓት ሸውዓተ ንግሆ ዝጅምር ውድድር ቸርኪቶ ኣብ ከባቢ ሲኔሞራማ ካብ ሲቲ ፓርክ ክሳብ ናቕፋ ሃውስ ከምዝካየድ ተፈሊጡ'ሎ። እዚ ከምዚ ኢሉ እንከሎ ብፕሮፌሽናል ደረጃ ኣብ ክልተ ሽሕን ዓሰርተው ሽዱሽተን ኣብ ዝካየድ ውድድራት ዝሳተፉ ኤርትራውያን ተቐዳደምቲ ሸሞንተ ኮይኖም ሜሮን ተሾመ፣ ኣማኑኤል መንግስትን ሜሮን ኣማኑኤልን ምስ ክለብ ባይክ ኤይድ ኮንቲነንታል፣ ኣማኑኤል ገብረእዝጋብሄር፣ መትከል እዮብ፣ ምስ ክለብ ዳይሜንሽን ዳታ ኮንቲነንታል፣ ዳንኤል ተክለሃይማኖት፣ መርሃዊ ቅዱስ፣ ናትናኤል ብርሃነን ምኽሰብ ደበሳይን ድማ ምስ ክለብ ዳይመንሽን ዳታ ዎርልድ ቱር ከም ዝሳተፉ ሃገራዊ ፈደሬሽን ብሽክለታ ኤርትራ ናብ ኤሪና ኣብ ዝለኣኾ ሓበሬታ ኣፍሊጡ። ዜና ውሽጢ ሃገር።